መርከብን ማዕበልን ገጢሙ ሰላም ሰላም ክቡራት ተኸታተልቲ መርከብ ቲቪ ከመይ ትኾኑ? ኣነ እግዚኣብሔር ይመስገን ፅቡቅ ኣለኹ። ሕራይ እምበር ንሎማዓንቲ ሒዘልኩም መፅየ ዘለኹ መደብ ብዛዕባ ዓርሰ እምነትካ ብኸመይ ተማዕብል ዝብል ነገር እዩ። ስለዚ ቅድሚ ናብተን መደባት ምእታውና እዛ ሓደሽ እዛ ቻናል ሓደሽ እያ እሞ ኩላኻትኩም ኣሕዋት ሳብስክራይብ ብምግባር ክተሓበሩኒ ክለበኩም ዝደሊ ማለት እዩ ሕራይ እምበር ዓርሰ እምነትካ ዘማዕብሉ ዓሰርተ ምኽርታት ብዝብል ርእሲ ናይ ልምዓንቲ መደብ ሒዘ መፅኦ ዘለኹ ሕራይ እቲ ቀዳማይ ዓርሰ እምነትና ክነማዕብለሉ ንኽእል ነገር ኣከዳድናና ጽቡቅ ምንባር ግን ኣከዳድናኻ ጽቡቅ ይኹን ብዝኻኣልካዮ መጠን ኣከዳድናኻ ጽቡቅ ግበሮ ንናይ ባዕልኻ ኣካላዊ ኩነታት ወይ ካዓ ኣከዳድና ንስኻ ልዕሊ ማንም ሰብ ዝቀረበ ኣረኣእያ ወይ ኣመለኻኽታ ኣለካ ስለ ዝኾነ ድማ ንስኻ ምስ ሰባት ኣብ ዝህልወካ ርክብ ዕላል ክኸውን ይኽእል ወይ ድማ ስራሕ እውን ብዘየገድስ ኣብ እትገብሮ ርክብ ተኸዲንካዮ ዘለኻ ክዳን፣ ጫማ ወይ እውን ጨጉርኻ ረሲሑ እንተሃልዩ ዘለካ ርክብ ትሑት ክኸውን ዘለዎ ተኽእሎ ዝለዓለ እዩ። ምኽንያቱ ድማ ንነብስኻ ካብቲ ሰብ ኣትሒትካ ክትሪኣ ትኽእል ኢኻ ማለት ንሱ ካባኻ ምናልባት ፍልይ ኢሉ እንተሃልዩ ፅርየቱ ሓልዩ እንተሃልዩ ንስኻ ንእሽተን ከምዚ ናይ ሕፍረት ስምዒት ሸም ክስምዓካ ይኽእል እዩ በቲ ጌርካዮ ዘለኻ ኣከዳድና ይኹን ገለታት ማለት እዩ። ስለዚ ብዝተኻእለካ መጠን ፋሽን ዝበሃሉ ነገራት ብምጥቃም ዓርሰ እምነትካ ኣማዕብል እዚ ማለት ግን ብዙሕ ገንዘብ ብምውፃእ ዘለዉ ነገራት ምግዛእ ማለት ዘይኮነስ ካብ ብዙሕ ዘይጠቕሙ ሕሳር ዋጋ ዘለዎም ክዳውንቲ ጫማታት ክኾኑ ይኽእሉ ምግዛእ እቲ ፅቡቕ ዝበሃል ውሑድ ብምግዛእ ምስኡ ድማ ፅሬትካ ብምሕላው ኣከዳድናኻ ክትምዓብል ትኽእል ኢኻ ማለት እዩ። ዋላ ይውሓዳ በብግዚኡ እንዳሓፀብካ ማለት ፅሬትና ንክንሕሉ ስለ ዘለና ፅቡቕ ኣከዳድና እንተሃልዩና ኣብ ምስ ሰባት ኣብ ንቐርበሉ ግዜ ምንም ዓይነት ሕፍረት ስምዒት ኣይስምዐናን። ስለዚ ድማ ዓርሰ እምነትና ብዝተኻእለ መጠን ክንዕቢ ንኽእል ኢና ማለት እዩ። ካልኣይ ኣብ እትጓዓዘሉ ግዜ ፍጥነትካ ወስኽ። ሓደ ሰብ ብዛዕባ በዓሉ ዘለዎ ስምዒት ንምፍላጥ ብዙሓት ሰባት ካብ ዝጥቀምሉ ሜላ እቲ ሓደ ዝኾነ ቀሊል መንገዲ ኣካይዳኻ ምምርማር ወይ ከዓ ምፍታሽ እዩ። ብዙሕ ግዜ ብባዕሎም ዝተኣማመኑ ሰባት ብፍጥነት እዮም ዝጓዓዙ። ስለዚ ንስኻ ውን ነዚ ኣተግብር። ቀስ ኢልካ ምኻድ ከምዚ ናብ ምፍዛዝ ገጹ እዩ ዘምርሕ። ገለ ግዜ ሓደ ሓደ ግዜ ኮስ ቀስ ንዝበለ ሰብ ኣተቀልጥፍ ኣለዎ ከምዚ ፈዛዝ ገለ ኢልካ ትጸርፎ ገለ ማለት እዩ። ስለዚ ብዝተኻለ መጠን ፍጥነትካ እንዳወሰ ፍጥን ኢልካ ማለት ቅልጥፍ ቅልጥፍ ኢልካ እንዳሰደርካ ክትከይድ ኣለካ ማለት እዩ። ምክንያቱ ከምዚ ቀስ ገለ ትብል ተኾንካ ንእሽቶይ ናይ ምፍዛዝ ቀስ እናበልካስ ከምዚ እናፈዘዝካ ገለ ትኸይድ ኣላ ብኡ ድማ ፍዘት ተማዕብል ትኽእል እያ ስለዚ ፈዛዝ ትኾንካ ከዓ ምናልባት ምስ ሰባት ዘለካ ርክብ ዝተሓተ ክኸውን ይኽእል እዩ ንነብሲ ሓቲትካ ትርትረኻ ስለዚ ዓርሰ እምነትካ ክጎድል ይኽእል እዩ ማለት እዩ ሳልሳይ ንናይ ባዕልኻ ስራሕ ባዕልኻ ኣፋልጥ ከምዚ ኣድቨርት ምስራሕ ገለ ማለት እዩ ጠንካራ ጎንኻን ዕላማኻን ዝገልጹ ካብ ፍርቂ ደቂቃ ክሳብ ሓደ ደቂቃ ዝወስዱ ጽሑፍ ጸሓፍ። ምቕጻል ናይ ምትእማን ስምዒትካ ንምዕባይ ካብ ኣብ ዝደለኻሉ ግዜ ካብ ኣብ መስትያት ገጽ ንገጽ ደው ኢልካ ንባዕልኻ ገለጻ ግበር ወይ እውን መብዛሕትኡ ግዜ ናይ ባዕልኻ ፕረዘንተሽን ብምግባር ንእትገብሮም ገለጻታት ኣብ ስራሕ ይኹን ኣብ ትምህርቲ ምድላው ብምግባር ተኸይድ እሞ ኣብቲ ሽዑ ኣብቲ ገለጻ ምንም ዓይነት ናይ ምሕፋር ይኹን ወይ ከዓ ከምዚ መብዛሕትኡ ግዜ ክትሓፍር ትኽእል ወይ ክትስከፍ ትኽእል ምናልባት እቲ ገለፃ እንተጠፊኡካ ከምዚ ገለ እንዳበልካ ገለፃ ከም ዝስምዖ ሰባት እውን ናባኻ ስለ ዝብገሱ ይሪኡ ስለ ዘለዉ ንዓኻ ይፅበዩ ስለ ዘለዉ ምናልባት ክትስከፍ ገለ ክትብል ክትብል ትኽእል ተዳሊኻ ከይድካ እቲ ዝደለኻዮ ነገር ኩለን ግልፅ ግልፅ ኣቢልካ ጣዕጣዕ ኣቢልካ እንተወዲእካን ግን በቃ ኣብ ጽቡቅ ኮንዲሽን ኢኻ ዘለኻ ስለዚ ዓርሰ እምነትካ ከተማዕብል ትኽእል ኢኻ ማለት እዩ። ራብዓይ ኩሉ ግዜ ጽቡቅ ኣቋም ወይ ከዓ መርገጺ ክህልወካ ኣለዎ ኣርኢ ዝተሓወሰ ሓሳብ ኣይሃልኻ ምክንያቱ ናፍቲ ናፍቲ ክትብል እንተኾንካ ኣብ ውሽጥኻ ናይ ሓሳዊ ወይ ከዓ ሓሳዊ እየ ገለ ኢልካ ከምኡ ዓይነት ስምዒት ከሕድረልካ ወይ ድማ ጽኑዕ መርገጺ እንተዘይሃሊካ ከይብሉኒ እንዳበልካ ናፍት ናፍት ክትብል ዓርሰ እምነትካ ኣይተጉድል። ምስ ሰባት ኣብ ኣብ እትዘራረበሉ ግዜ እውን ገጽ ንገጽ እንዳተራእኻ ተዘራረብ። ምክንያቱ ንዕኦም እውን ጽቡቕ ስምዒት እዩ ዝፈጥረሎም ንዕኦም እንዳተራእኻ ክትዛረብ ከለኻ። ምናልባት ከምዚ ደኒንካ ገለ ትዛረብ ተኾንካ ግን ወይ ደኒንካ ወይ ናይ ካልእ ገጽካ እንዳራእኻ ትዛረብ ተኾንካ ከምዚ በቃ ደኒንካ ኣለኻ ማለት ሲ ፈሪሕካ ኣለኻ ወይ ተሰኪፍካ ኣለኻ ገለ ማለት እዩ። ሙሉእ ኮንፊደንስ ኣይስምዐካን ዘሎ ኣብቲ እዋን ማለት እዩ። ስለዚ ድማ ዓርሰ እምነትካ ኣብዚ ሉዝ ክትገብር ትኽእል ኢኻ ከተዳኽም ትኽእል ኢኻ። ስለዚ ምስቲ እትዘራረቦ ሰብ ገጽ ገጽ እናተራእኻ ብሙሉእ ዓርሰ እምነት ክትዘራረብ ሞኩር። እዚ ምስ ትገብር ሹርሊ ዓርሰነትካ ክምዕብል እዩ ማለት እዩ። ሕራይ ሓምሻይ ሓምሸይቲ እንታይ እያ ትብል ኣመስጋኒ ኩን ምስጋና ክስምዐካ ዝገብሩኻ ነገራት ኣብ ኣእምሮኻ ውሽጢ ብምዝርዛር እትሓስበሉ ግዜ በብዕለቱ መደብ ግበር። ሕሉፍ ዓወትካ ክእለትካ ማለት እውን ኩሎም ኣወንታዊ ምንቅስቓሳትካ ዘክሮም። ናብ ቀጻሊ ዓወት ንምኻድ ድማ ከበረታቱኻ እዩ። ብዝተዓወትካ ቁጽሪ ድማ ዓርሰ እምነትካ ከም ዝልዕል ፍሉጥ እዩ ማለት እዩ። ሻድሻይ ጽቡቕ ስራሕ ንዝሰርሑ ሰባት ኣድንቕ። ሰባት ብዙሕ ግዜ ክንብለጽ ኣይንደልን። ስለ ዝኾነ ድማ ተበሊጽና እንዳሃለና እንኳ ዓርስና ንዘይምውራድ ንከራኸር፣ ናይ ሰባት ዓወት ክነናእስ ገለታት ኢና ንረኣ። ምክንያቱ ነታ ናይ ባዕልና ጌጋ ንዘይምእማንስ በቃ ነቲ ናይ ሰብ ጽቡቕ ነገር ክነውርድ ናብ እከለ ድኣ ከምዚ ገይሩ እንድዩ ዋላ ንኣብነት ኣብ ትምህርቲ ሕጂ ተበልጽካ ንሱ ድኣ ቀዲሑ እንድዩ ከምዚ ከምዚ ገለ ኢልካ ነቲ ናትካ ጌጋስ ክትሽፍን ትምኩር ማለት ስለዚ እዚ ምስ ሰባት ትተሓላለፍ ተኾንካ ብሰባት ፅቡቕ ዓይነት ኣረኣእያ ኣይህልዎኻን ንሳቶም ማለት ንዓኻ ዋ እከለ ደኣ ከምዚ ተጨቓጨቐ ከምዚ ተገለጠ ክብሉኻ ስለዚ ምናልባት ከምኡ ክውረየልካ ተሎ ንስኻ ንእሽተን ከምዚ ትስከፍ ገለ ሕፍረት ገለ ይስምዓካ ስለዚ ነዚ ነገር እዚ ተወግዶ ኣለካ ማለት እዩ ከምዚ ምጭ ናይ ምጭቕጫቕ ባህሪ ኣወጊድካ ፅቡቕ ዓይነት ኣተሓሳስባ ብምግባር ዓርሰ እምነትካ ከተማዕብል ትኽእል ኢኻ። እዚ እንተገይርካ ብዙሓት ሰባት ብብዙሓት ሰባት ትፍቶ ፅቡቅ ዝኾነ ዓርሰ እምነት ንኽህልወካ ድማ ዓብዪ ግደ ኣለዎ ማለት እዩ። ሻውዓይ ኩሉ ግዜ ኣብ ቅድሚት ኮፍ በል። ኣብ ቤት ትምህርቲ፣ ቤት ፅሕፈት ወይ ህዝባዊ ኣኼባታት ኣብ ዝህሉ ብዙሓት ሰባት ኣብ ድሕሪት ኮፍ ንምባል እዮም ዝፅዕሩ ማለት እዩ። ምኽንያቱ ድማ ብቀሊሉ ኣይረኣይን ሕቶ ኣይሕተትን ወይ ከዓ ከይሕተት ገለ ኢሎም ስለ ዝፈርሑ ማለት እዩ። እዚ ድማ ብናይ ብዓርስኻ ዘይምትእምማን ይዘርእ ማለት እዩ። ስለዚ ኣብ ቅድሚት ኮፍ ምባል ኮፍ ንምባል ምውሳድ ኣብ ዘይ ማለት ብዘይ ፍቓድና ንዝመፅእ ፍርሒ ብምስዓር ዓርሰ እምነትካ ክተማዕብል ወይ ከዓ ክነማዕብል ንኽእል ኢና ማለት እዩ። ሻሙናይ፣ ሓሳብካ ብዘይ ገለ ፍርሒ ግለጽ። ኣብ ናይ ሓባር ምይይጥ ወይ ብዙሕ ሰብ ኣብ ዝተኣከበሉ ቦታ ብዙሓት ሰባት ሓሳቦም ካብ ምግላጽ ዝቑጠብሉ ግዜ ኣሎ። ምኽንያቱ ድማ ካብ ሓሳቦም ተላዒሎም ካልኦት ሰባት ከይግምግሙ ወይ ከም ዝኸዩ ንድሕሪ ዋላ ድሕሪ እቲ ኣኼባ ገለታት ምስ በሉ ከምዚ መሓዙተይ ገለስ ከም ዝኸይብኒ ገለ ኢልካስ። ስለ ዝፍራሕ ማለት እዩ። እዚ ግን ትኽክል ኣይኮነን ማለት እዩ። ብዙሕ ግዜ ሰባት ካብ ሓሳብ ንላዕሊ ካብ ሓሳቦም ንላዕሊ ናይ ሰብ ሓሳብ ናይ ምቕባል ድሌት ኣለዎም። ስለ ዝኾነ ነዚ ተረዲእኻ ኣብ ውሽጥኻ ዘሎ ነገር ብዘይ ገለ ፍርሒ ግለጽ ማለት እዩ። እዚ ምስ ትገብር ድማ ርግጸኛ ኹን ዓርሰነትካ ከም ዝምዕብል ማለት እዩ። ታሽዓይ ስፖርታዊ ምንቅስቃስ ምግባር ከም ልምዲ ግበሮ ማለት ልክዕ ከም ኣከዳድና ዓይነት ኣካላዊ ምንቅስቃስ ዓርሰ እምነትካ ንምዕባይ ዓብዪ ግደ እዩ ዘለዎ። ቅርፅኻ ዝተበላሸወ ኮይኑ እንተተሰሚዕካ ብኻልኦት ሰባት ትሕት ትሕት ኣቢሎም ዝርእዩኻ ዘለዉ ኮይኑ እዩ ዝስምዓካ። ስለዚ ድማ ነብስኻ ክተናእስ ትኽእል ኢኻ ስኢልካ ማለት ብግምት ማለት እዩ ከምኡ ዋላ ንሳቶም እንተዘይበሉኻ ንስኻ ከምዚ በቃ ካብ እከለ ካብ ሓደ ዓርኪ ኣይትሒትካ ተተሪኢኻ ከምዚ ሸም ገለ ክስምዓካ ይኽእል ንሸም ንሱስ ንዓኻስ ኣትሒቱ ከም ዝሪኤካ ኢኻ ክትሓስብ ትኽእል ማለት እዩ ስለዚ ንስኻ ኣብዚ ዓርሰ እምነትካ ሉዝ ጌርካ ኣለኻ ማለት እዩ ዝደለኻዮ ነገር እንትን ክትብል ኣይትኽእልን ካብኡስ ንታሕቲ ጌርካ ኢኻ ንነብስኻ ትሪኣ ዘለኻ ስለዚ ምናልባት ሕጂ ስፔሻሊ ኣወዳት ጂም ገለ ናይ ምስራሕ ተኽእሎ ዘለካ ሙሉእ ኮንፊደንስ እዩ ዘምፀልካ እቲ ኣካላዊ ምንቅስቃስ ማለት እዩ ዋላ ምንም ካብ ዝኾነ ማለት ብዙሕ ዝረኣ ዋላ ፊዚካላዊ ለውጢ ተዘይሃለወካ ከምዚ ናይ ከምዚ ዓርሰ እምነትካ እዩ ዘማዕብለልካ ማለት እዩ ስለዚ ስፖርታዊ ምንቅስቃስ ከም ልምዲ ክገብሮ ማለት እዩ ኣካላዊ ምንቅስቃስ ምግባርካ ፊዚካላዊ ፊዚካልካ ተማሓይሽ ሓይሊ ትረክብ ከምዚ ንኣወንታዊ ነገር እውን ትብገስ ማለት እዩ ስለዚ እዚ እውን ከም ልምዲ ክውሰዶ ዓስራይ ስክፍታ ኣወግድ። ኣብ ዝኾነ ይኹን ዓይነት ምንቅስቃስ ኣብ ዝኾነ ይኹን ዓይነት መደብ ስራሕ ኣብ ዝኾነ በቃ ንስኻስ ኣብ ትሳተፈሉ ነገር ኩሉ ግዜ ስክፍታ ክህልወካ የለን። ምክንያቱ ነዞም ቅድሚ ቅድሚ ኢልና ዝገለፅናዮም ትሽዓተ ነጥብታት ከም በቃ ብድሕሪት ኮይኑ ከም ፓወር ኮይኑ ከገልግለካ ዝኽእል ስክፍታ ከተወግድ ኣለካ። ኣብ ዝኾነ ዓይነት ምንቅስቃስካ ስክፍታ ክህልወካ የለን። ስፖርታዊ ምንቅስቃስ ክትገብር ከለኻ ስክፍታ ክህልወካ ሓሳብካ ክትገልፅ ከለኻ ምንም ዓይነት ስም ብዘይ ስክፍታ ክትገልፅ ኣለካ ኣብ ኣኼባታት ገለ እውን እንትን ክትብል ከለኻ ምንም ዓይነት ስክፍታ ብዘይምግባር ኣብ ስራሕ እውነይ ስክፍታ ብዘይምግባር ዋላ ምሻሎ ዝኾነ ዓይነት ምናልባት ዝተሓተ ስራሕ ክህልወካ ይኽእል ደረጃታት ስራሕ ይፈላለዩ እዮም ስለዚ ዋይ ኣነ ደኣ እዚ እንድየ ዝሰርሕ ኣነ ደኣ ከምዚ እንድየ ገለ ገለ ኢልካ ዓርስኻ ከተታሕት የብልካን ማለት ምስ ሰባት ዓርስኻ ሰልፍ ኢስቲም ዝበሃል ነገር ኣሎ ዓርሰ ንዓርስኻስ ዋጋ ክትህብ ኣለካ ኣብ ዝኾነ ነገራት ማለት ስለዚ ንስኻ ከምቲ ኩሉ ሰብ ዘሎ ማዕረ ሰብ ማዕረ ምስ ሰባት ምዃንካ ኣፍሊጥካ ስክፍታ ኣወጊድካ ዝደለኻዮ ሓሳባት ክትገልጽ ኣለካ ማለት እዩ። ስለዚ ነዞም ኩሎም ብምግባር ዓርሰ እምነትካ ክተማዕብል ትኽእል ኢኻ ማለት እዩ። ሓራይ እምበኣር ክቡራት ተዓዘብቲ ንሎምዓንቲ ኣዳልየልኩም ዝነበርኩ መደብ እዚኤን እየን ስለዚ ካብዚ ከዓ ፅቡቅ ትምህርቲ ተማሂርኩም ክትኮኑ ተስፋ ገብር ነዘን ዝገለፅኩልኩም ሓሳባት ብምትግባር ድማ ማለት ብሓደ ጊዜ ምናልባት ክከብድ ይክእል እዩ ግን ቀስ ብቀስ ስቴፕ ባይ ስቴፕ ብምትግባር ዘለኩም ዓርሰ እምነት ወይ ከዓ ሰልፍ ኮንፊደንስ ክተማዕብሉ ትኽእሉ ኢኹም። ኣብ መወዳእታ ምናልባት ዓንተው መእተዊ ከም ዘልኩም ሳብስክራይብ ዘይገበርኩም እንተሃለኹም ሳብስክራይብ ኣይትረስዑ። ኣብ ዝመጽእ ምድላው ብኻሊእ መደብ ክምለሰኩም እዩ። ቻው ቻው፣ ሰላም ቅንያት።